by the time of reference እቲ ፎርማት ነዚ መስል ዊል ፕላስ ሃቭ ፕላስ ፓስት ፓርቲሲፕል ኣብ ትግርኛ ድማ ሽዑ ተደመሮ ሕሉፍ ግስ ፓስተንስ ናይ ቨርብ ማለት እየ ፕላስ ረዳት ግስ እዚኣቶም ድማ ክንህሉ ኢና ክህሉ እየ ክትህሉ ኢኻ and so forth ማለት እየ ብዝያዳ ግን ካብ ከምዚ ፎርሙላ ፅሒፈ ዝበኩም ንክትፈልጦ እምበር ኣብቲ ኣብነታት ኣብቲ ሙሉእ ሓሳባት ክንሪኦ ከለና ዝያዳ ክርዳእና ክእል እሞ ነዘን ዝስዕባ ኣብነታት ሒዘልኩም ቀሪበ ኣለኹ ኤግዛምፕልስ ኦር ኣብነታት I wanted to say I will have finished it. ኣነ ሽዑ ወዲኤዮ ክብሉ እየ ወይ ወዲኤ ክህሉ እየ ወዲኤ ወይ ድማ ወዲኤዮ ክህሉ እየ እዛ ሽዑ ክንወስዳ ንኽእል ኢና ክንገድፋ ንኽእል ኢና ኣነ ወዲኤዮ ክህሉ ክእል እየ እንተኢለ ርጉፅ እዩ ብዛዕባ ፊቸር እየ ዝዛረብ ዘለኹ ኣነ ወዲኤዮ ክህሉ እየ ወዲኤዮ ክህሉ እየ ሽዑ መዓስ ሽዑ ማለት እዩ ኣብቲ ግዜ እቲ ባይዘን ኣነ ሽዑ ወዲኤዮ ክህሉ እየ እስኻ ሽዑ ኬድካ ክትህሉ ኢኻ እሲ ክትህሉ ኢኻ ክትህሉ ኢኻ ስ ዋን ውል ሃቭ እየ ዝብል ዘለኹ ክትህሉ ኢኻ እስኻ ሽዑ ኬድካ ክትህሉ ኢኻ እስኺ ሽዑ ኬድኪ ክትህልው ኢኺ እስኺ ሽዑ ኣስመራ ኬድኪ ክትህልው ኢኺ ምናልባት ኣብ ዝመፅ ዘሎ ክልተ ዓመት ይዛረብ ህሉ ኣብ ዝመፅ ዘሎ ሰሙን ይዛረብ ህሉ ንዝመፅእ ዘሎ ሓሙሽተ ወርሒ ክኸውን ይኽእል ግን እንታይ ይብል ኣለኹ እስኻ ሽዑ ኬድካ ክትህሉ ኢኻ ኣነ ብዚ ምናልባት መርዓ ይገብር ህሉ እሞ ንስኻስ ምሳና የለኻን ሽዑስ ኬድካ ክትህሉ ትኽእል ኢኻ ኬድካ ክትህሉ ኢኻ እብለካ ኣለኹ ንስኻ ሽዑ ኬድካ ክትህሉ ኢኻ ከምዚ እዩ ዘስምዕ when we say that you will have left ንስኺ ሽዑ ኬድኪ ክትህልው ኢኺ you will have left እሱ ሽዑ በፂሑ ክህሉ እዩ ክህሉ እዩ በፂሑ ክህሉ እዩ እሱ ሽዑ ወል ምናልባት ናይ ነፋሪት 24 ሰዓት ይውድእ ይኸውን ኣስመራ ክትበፅሕ ሕጂ ዋው ሰዓት ክንድዚ ሲ በፂሑ ክህሉ እዩ ይብል ማለት እዩ ሽዑ እሱ በፂሑ ክህሉ እዩ ወይ ድማ እሱ በፂሑ ክህሉ እዩ እታ ሽዑ ኦፕሽናል እየ ዝዛረበኩም ዘለኹ ሂ ውል ሃቭ ኣራይቭ እሳ ጀሚራ ክትህሉ እያ ወይ ድማ እሳ ሽዑ ጀሚራ ክትህሉ እያ ሺ ውል ሃቭ ስታርትድ እሱ ሽዑ ደው ኢሉ ክህሉ እዩ ወይ ድማ እሳ ሽዑ ደው ኢላ ክትብሉ እያ ነገር እየ ብዛዕባ ነገር እየ ብዛዕባ ሰብ ኣይኮንኩ ዝዛረብ ዘለኹ እዚ ኢት ዊል ሃቭ ስቶፕ እሱ ሽዑ ደው ኢሉ ከሉ እዩ ቢ መኪና ዘረበሉ ኖኖ መኪና እኳ እሱ ክኸውን ኣይክእልን እዩ ዝኾነት መሽን ግን የኖ ዝኾነ መሽን እሱ ሽዑ ደው ኢሉ ክብሉ እዩ እሳ ሽዑ ደው ኢላ ክትህሉ እያ ኢት ዊል ሃቭ ስቶፕ ሜይቢ ቡምባ ትኸውን ቡምባ ብቡምባ ሌትሰይ ኢት ዊል ሃቭ ስቶፕድ እሱ ሽዑ ደው ኢሉ ከሉ እዩ ወይ ድማ እሳ ሽዑ ደው ኢላ ክትህሉ እያ ንሕና ሽዑ ተረኪብና ክንህሉ ኢና ዊ ዊል ሃቭ ሜት እሳቶም ሽዑ ተጻዊታቶም ክህልዉታ እያቶም እታ ረሲዐ ኣብዚኣ ክህልዉ ዘይኮነ እሳቶም ሽዑ ተጻዊቶም ክህልዉ እዮም እንታይ ተባሂልና ኣለና ተዘራሪብና ኣለና ናይ ሶም ቦታ እዩ ዝሕዝ ዘሎ ማለት ይኹም እንተይልና እሶም ሽዑ ተጻዊቶም ክህልዉ እዮም የስ እሳቶም ግን ሽዑ ተጻዊታቶም ክህልዉታ እያቶም እሳተን ሽዑ ተጻዊታተን ክህልዋታ እያተን they will have played ኣነ ሽዑ ድራር ክሽነ ክህሉ እየ I will have cooked dinner ባይ ዛት ታይም ማለት እዩ እስኻ ሽዑ ንዕኡ ተማሂርካዮ ክትህሉ ኢኻ ያ ዩ ዊል ሃቭ ለርንድ ኢት እስኻ ሽዑ ንዕኡ ተማሂርካዮ ክትህሉ ኢኻ ሪመምበር እዚኣ ተማሂርካዮ ሕሉፍ እያ ክትህሉ ኢኻ እዛ ክ ድማ ኩሉ ግዜ ክትበልዕ ኢኻ ክትህሉ ኢኻ ክትሰቲ ኢኻ እንታይ ዘመልክት ናይ ፊቸር ናይ መፃኢ ግን ተማሂርካዮ ትመሃሮ ክትህሉ ኢኻ ይብለካ ትመሃሮ ወይ ካልእ ስትራክቸር ከነእትወሉ ንኽእል ኢና ፓስተንስ እዩ ሲምፕል ፓስተንስ ኣነ ሽዑ ንዕኡ ኣይምን ስኻ ሽዑ ንዕኡ ተማሂርካዮ ክትህሉ ኢኻ ክትህሉ ኢኻ ዩል ሃቭ ለርነድ እሱ ሽዑ ነቲ ዕዮ ፈፂሞ ኣብዚኣ ዳእታይ ገይረ እያ ክህሉ እየ ዝገብረ ኣብዚኣ ክትህሉ ዘይኮነ እሱ ሽዑ ነቲ ዕዮ ፈፂሞ ክህሉ እዩ ጌጋና እንዳረምና እዩ ሂ ዊል ሃቭ ኮምፕሊትድ ዘ ታስክ እሳ ሽዑ ነታ መፅሓፍ ነቢባታ ክትህሉ እያ ነቢባታ ክትህሉ እያ ሺ ዊል ሃቭ ሬድ ዛት ቡክ ወይ ድማ እንታይ ኢለኩም ኣብ ዝሓለፈ ግዜ እሳን እሰንን ብሺ ስለ ዝውከላ እሰን ድማ ኢለ ሙሉእ ሓሳባት ክንሰርሕ ኢና እሰን እሰን ማለት ሺ ማለት እየ እሰን ሽዑ ነታ መፅሓፍ ነቢበ ነቢበ

ክህልዋ እየን ንብል ማለት እዩ ክህልዋ እየን እሳ ሽዑ ነታ መጽሓፍ ነቢባታ ክትህሉ እያ ወይ ድማ እሰን ሽዑ ነታ መጽሓፍ ነቢበናኣ ክህልዋ እየን ሽውል ሃቭራድ ሽውል ሃቭሬድ ዛት ቡክ እዛ ሽዑ ግን እንታይ ኢለኩም ክንወስዳ ንኽእል ኢና ክንገድፋ ንኽእል ኢና እሳ ነታ መጽሓፍ a ነቢባታ ክትህሉ እያ። እሰን ነታ መጽሓፍ ነቢበናኣ ክህልዋ እየን ክብል እኽእል እየ። ብዘይ ሽዑ እሶታ ሽዑ ኣብ ብራክ እየ ተእትዋ እሱ ሽዑ ሞይቁ ክህሉ እዩ እሱ ሞይቁ ክህሉ እዩ to be more specific እየ እታ ሽዑ ደእትዋ ዘለኹ it will have warmed up እሱ ሽዑ ሞይቁ ክህሉ እዩ ወይ ድማ እሳ ሽዑ ሞይቋ ክትህሉ እያ እዚኣ ድማ ንነገር ስለ ዝኾነ ንነገር ስለ ዝኾነ እሱ ወይ ድማ እሳ ስለ እንብል እሱ ወይ እሳ ሞይቃ ሞይቃ ክት ክት ኣብዚኣ ግን ት የእትወላ ማለት እዩ ክትህሉ ክትህሉ እያ ሞይቋ ክትህሉ እያ it will have warm it up ንሕና ሽዑ ናብኡ ገሽና ክንህሉ ኢና we will have traveled there ንሕና ሽዑ ናብኡ ንሕና ሽዑ ናብኡ ሽዑ ናብኡ ጌሽና ክንህሉ ኢና ሕራይ we will have travel there እሳቶም ሽዑ ነቲ ድኳን ከፊቶማቶ ክህልውታ እያቶም ወይ ድማ እሳተን ሽዑ ነቲ ድኳን ከፊተን ኣቶ ክህልዋታ እያተን ሪመምበር እቲ ሚስቴክ ንገብሮ እንታይ እዩ እሳቶም ሽዑ ነቲ ድኳን ከፊቶሞ ክህልው እዮም ኖ እሶም ሽዑ ነቲ ድኳን ከፊቶሞ ክህልው ኣለዎ ኢና ንብል ንዓብዪ ሰብኣይ እምበር እሳቶም ተይለ እሳቶም ሽዑ ነቲ ድኳን ከፊቶ ከፊቶ ማቶ ክህልውታ

ንጃፓን ክኸይድ መደብት ኣለኒ ንዓመታ እሞ ብንዓመታ ዝዛረብ እንተ ኣለ ኣዎ ኣነ ሽዑ ሱሺ ፈቲነዮ ክብሉ እየ ኣብ ኣብቲ ዓዲ ዝዛወር ኣለኹ ንስኻ ሽዑ ነቲ ሙቪ ርኢኻዮ ክትብሉ ኢኻ ዩ ዊል ሃቭ ሲን ዘ ሙቪ ወይ ድማ እስኺ ሽዑ ነቲ ሙቪ ርኢኽዮ ክትህልው ኢኺ ይብላ ማለት እዩ ኖ ኖ እስኻ ሽዑ ነቲ ሙቪ

ንስኺ ሽዑ ነቲ ሙቪ ርኢኺ እዚኣ ኻ ዘይኮነ ኺ ይቕየራ እዚ ርኢኻ ዮ ርኢኺ ዮ ክትህሉ ክትህሉ ዘላ ውይ ጥራሕ ውስኸላ ማለት እዩ ነዚኣ ክትህልዊ ብዘይ ምቕያር እዚኣ ክትህሉ ኢኻ ክትህልዊ ኢኺ ስፐሊና ኮሬክት ክኸውን So you will have seen the movie ማለት እዩ you will have seen the movie ንስኻ ሽዑ ነቲ ሙቪ ርኢኻዮ ክትህሉ ኢኻ ሪመምበር ኦልዌይስ እታ ርኢኻዮ ተን ቨርብስ ኩለን ፓስተንስ እየን ፓስተንስ እየን ሽዑ ክትህሉ ኢኻ ክትህልዊ ኢኺ እዚ ውስኸላ ዘለኹ እዚ ድማ እሱ ሽዑ ነታ መኪና ዓዲግዋ ክህሉ እዩ ሂውል ሃቭ ቦት ዘካር ወይ እሶም ሽዑ ነታ መኪና ዓዲጎምዋ ክህልዉ ኢዮም ሄይ እዚኣ ጽቡቅ እዩ ሳምታይምስ ናይቲ ክስታይ ምስራሕ እሶም ሽዑ ነታ መኪና ነታ መኪና ዓዲጎ ም ዋ እየ ዝብል ዓዲጎምዋ እየ ዝብል ዓዲጎማ ኣይኮነን ዓዲ ጎማ ዘይኮነ እዚ ሙዋዝ እንታይ ይስዕረና ሙዋ ስለ ዝኾነስ ማ ኢልና ነድምፆ ግን ክፀሓፍ ከሎ ከምዚ ክኸውን ኣለዎ እሶም ሽዑ ዝኸዳ ሽዑ ገይረያ ሽዑ ሽዑ ዝብል ኣፍ እሶም ሽዑ ነታ መኪና ዓዲጎምዋ ክህልዉ ክህልዉ ኣሃ እዮም ሕጂ እሳቶም ኣይኮንኩን ዝብል ዘለኹ እዚ እሶም ተማሓቢ ሰባይ

ሽውል ሃፍ ፊኒሽድ የር ዲግሪ ቢ ንዓመታ ንዛረብ ብንዓመታ ንዛረብ ተሊና ወይ ድማ ዋላ ኣርባዕተ ዓመት ሕጂ ዩኒቨርሲቲ ኣርባዕተ ዓመት ተዳ ዝወስደላ ኮይኑ እሞ ብዛዕባ እቲ ራብዓይ ዓመት ንዛረብ ተሊና ሽዑ ዘሎ ዓመተ ምረት ወሳ ሽዑ ዲግሪኣ ወዲኣ ተኽትህሉ እያ ቢ ሕጂ ንእሽተይ ዘላ ሽዑ ግን ወዲኣ ተኽትህሉ እያ እሳ ሽዑ ዲግሪኣ ወዲኣቶ ክትህሉ እያ ኣይ ሆፕ ከምዚ ኢልና ኤክሰርሳይዝ ክንገብር ከለና እቲ ስትራክቸር ናይ ፊቸር ፐርፌክተንስ ርዳእና ክህሉ ተስፋ ገብር ሺ ውል ሃቭ ፊኒሽድ ሄር ዲግሪ እሳ ሽዑ ዲግሪኣ ወዲኣቶ ክትህሉ እያ ወዲኣቶ ክትህሉ እያ እዚ ድማ ነገር እየ ዝዛረብ ዘለኹ ኢት ዊል ሃቭ ግሮን ላርጀር እሱ ሽዑ ይዕርዩ ዓብዩ ክህሉ እዩ ይዕርዩ ዓብዩ ዓብዩ ስፓስተንስ ዓብዩ ክህሉ እዩ ወይ ድማ ዓብያ ክትህሉ እያ ዝኾነ ተኽሊ ዋላ ትኸውን ኢት ዊል ሃቭ ግሮን ላርጀር ንሕና ሽዑ ነዚ ሽግርና ፈቲሕናዮ ክንህሉ ኢና ወይ ድማ ንሕና ነዚ ሽግርና ፈቲሕናዮ ክንህሉ ኢና ዊ ዊል ሃቭ ሶልቭድ ዘ ፕሮብለም ኦኬ ኣብዚኣ ሕጂ ዲፈረንስ ከንከርእየኩም እያ ሽዑ ኣየእቱን እየ ኣብዚኣ ሺ ዊል ሃቭ ኮምፕሊትድ ሄር ሆምወርክ ባይ 8 ፒኤም እዚ ባይ 8 ፒኤም ኦልሬዲ ገሊፅናዮ ኣሎና ሰዓት ሕጂ እሳ ሰዓት ሸሞንተ ድሕሪ ቀትሪ ስራሓ ወዲኣቶ ክትህሉ እያ። እምበር ኣብዚ ሽዑ ገለ ኣይኣቱን እየ። እሳ ሽዑ ሰዓት ሸሞንተ ድሕሪ ቀትሪ ኣይብልን እየ። ሽዑ ኣንስፐሲፋይድ ትኮይኑ እቲ ታይም እዩ። ሕጂ ርኣይዎ ኣብዚ እሳ ሽዑ እሱ ሽዑ ይዕርዩ ዓብዩ ክህሉ እዩ። ይኖ ዝኾነ ዓመተ ምህረት ድዩ ግዜ ስለ ዘይጠቐሰልና ግዜ ይጠቐሰልና ንኣብነት ንዓመታ ወይ ሰዓት ሽዱሽተ ዝመፅእ ዘሎ ሰሙን ዝመፅእ ዘሎ ረቡዕ ዕገለመለ እንተሕር ዘይልና እሱ ሽዑ ይዕርዩ ዓብዩ ክህሉ እዩ ቢ ዝመፅ ዘሎ ሸዓተ ሸሞንተ ዓመታት ኸውን ቢ ፅባሕ ቢ ድሕሪ ሰሙን ኸውን እሳ ሽዑ ይዕር ዓብያ ክትህሉ ትኽእል እያ ኣብዚኣ ግን እሳ ሰዓት ሸሞንተ ድሕሪ ቀትሪ ስራሓ ወዲኣቶ ክትህሉ እያ ባይ ዛት ታይም ሲ ቅድሚኡስ ወዲኣቶ ኣላ ማለት እዩ ተረዲኹምኒ ሽዑ ክትብል ከለኻ እኮ ማለት ቅድሚኡ ዝተወደእ ነገራት ማለት እዩ ወዲእኻ ኣለኻ እሳ ሰዓት ሸሞንተ ድሕሪ ቀትሪ ስራሓ ስራሓ ወዲኣቶ ክትህሉ እያ ሹል ሃቭ ኮምፕሊትድ ሄር ሆም ወርክ ጥራሕ ኢለ ነይረ እቲ ዝኾኑ ስጋባ ኣብዚኣ ሹል ሃቭ ኮምፕሊትድ ሄር ሆም ወርክ ተዝብል ነይረ እሳ ሽርሑ ሽዕኡ ስራሓ ወዲኣቶ ክትህሉ እያ ምበልኩ ባይ 8 ፒኤም ተኢለ ግን ሽዑ ኣየድልየንን እዩ ኢሊሚነይ ትገብሮ እሳ ሰዓት ሸሞንተ ድሕሪ ቀትሪ ስራሓ ወዲኣቶ ክትህሉ እያ ብራሆታት ተረዲኣትኩም ክትከውን ተስፋ ገብር ንሕና ነቲ ፕሮጀክት ቅድሚ ገደብ ግዜ ወዲናዮ ክንህሉ ኢና ገደብ ግዜ ማለት ዴድላይን ማለት እዩ ገደብ ግዜ ክብል ከለኹ ዴድላይን ማለት እዩ ኣቢስከ ሕብሪ ክገብረላ ሳምታይምስ ቢፎር ዴድላይን ዴድላይን ክንብል ከለና ገደብ ግዜ ገደብ ዝወሃበካ ግዜ ገደብ ኣለኒ ድዩ ስራሐይ ገደብ ኣለኒ ድዩ ኣፕሊኬሽን ፎርም እይ ተቕርቦ ማለት ገደብ ገደብ ግዜ ኣለካ ወይ ፅባሕ ክትውድኦ ኣለካ ድሓን ናብታ ሰንተንስ ክምለስ ንሕና ነቲ ፕሮጀክት ቅድሚ ገደብ ግዜና ወዲእናዮ ክንህሉ ኢና እዚ ወዲእናዮ ፓስተንስ እዩ ወዲእናዮ ክንህሉ ኢና ክንህሉ ኢና ድማ ናይ መፃኢ እዩ ዝነግረና ዘሎ ናይ መፃኢ ዝወንካኣልና ዘሎ ወዲእናዮ ክንህሉ ኢና ሰሪሕናዮ ክንህሉ ኢና በሊዕናዮ ክንህሉ ኢና ተመሪቕና ክንህሉ ኢና ሳዕስ መርዓ ጌርና ተመርዒና ክንህሉ ንኽእል ኢና ተረዲኻ ኣለኻ ሶ ዊ ወል ሃቭ ፊኒሽድ ዘ ፕሮጀክት ቢፎር ዘ ዴድላይን ንሕና ነቲ ፕሮጀክት ቅድሚ ገደብ ግዜና ወዲእና ይኽንህሉ ኢና ዓይኖ ነቶም ናይ እንግሊሽ ፀገም ዘሎ ሕፅረት ዘለኩም ምናልባት ሰንተንስ ንውሕ ክብል ከሎ ይኸብደኩም ይኸውን ግን ደጋጊምካ ክትሪኦ ከለካ ከቢድ ኣይኮነን ከቢድ ኣይኮነን ኢንፋክት ብትግርኛ እንተ ከምዚ ጌርካ ኣቑስል ኣቢልካዮ ወይ ፈቲካዮ ዘን ጥዑም እዩ ክትርድኦ ከቢድ ኣይኮነን ሶ ነዛ ሽዑ ትብል ቃል ጥራሕ እንታይ ኢለኩም ገደብ ዘይብሉ ግዜ ዘይንፈልጦ እቲ ማለት እቲ ግዜ ዘይተዋህበና እንተ ኮይኑ ንሕና ሽዑ ነዚ ሽግርና ፈትሕና ይኹነሉ ኢና ኣብ ክንዲ ንሕና ነዚ ሽግርና ፈትሕና ይኹነሉ ኢና ንሕና ሽዑ ነዚ ሽግርና ፈቲሕናዮ ክንህሉ ኢና ሽዑ ኣብ ትግርኛ ቨሪ ኮመን እዩ ንጥቀመሉ እዩ ኣብዚኣ ድማ ርኣይዋ ሕጂ እስኻ ኣብኡ ክትበፅሕ እንከሎኻ እሳቶም ካብቲ ኦፊስ ወፂኦም ወፂኣቶም ክህልውታ እያቶም መቸም ከም ቅድሚ ሕጂ ዝተባሃልናዮ ዘይ እሳቶም እሳተን ስኻትኩም ስኻትክን በዚ ሙሉእ ሓሳባት ክንሰርሕ ከለና ብጣዕሚ ከነስተብህል ኣለና ግራመር ምክንያቱ እሰን እየን ዘዳናግራ ዝያዳ ካብቲ ካብቲ ላይክ ኣነ እስኻ እስኺ ክንብል ከለና ንሕና ክንብል ከለና ጥዑም እዩ ከቢድ ኣይኮነን እዚአን ግን እስኻ ኣብኡ ክትበፅሕ እንከሎኻ ባይ ዘ ታይም ዩ ኣራይቭ ማለት እዩ እስኻ ኣብኡ ክትበፅሕ ከለኻ እሳቶም ካብቲ ኦፊስ ወፂኣቶም ካብቲ ኦፊስ ወፂኦም ኣይንብልና ብዙሓት ስለ ዝኾኑ ካብቲ ኦፊስ ወጺኣቶም ክህልዉ ድማ ይንብል እና ክህልዉ ንሓደ እዩ ንሓደ ዓብዪ ሰብኣይ እዩ ክህልዉታ እያቶም so they will have left the office by the time you arrive ርዳእኹም ክህልዋ ተስፋ ገብር ሕጂ ረዮ ኣብዚ ሽዑ ኣየእቱን እየ ምክንያቱ ራይ ወዚ ሕጂ ባይትመሮ ይኣቶ ኣሎ እዚ ኣብዚ ባይትመሮ ንብል ኣለና ኣብዚ ድማ ባይ ዘ ታይም ዩ ኣራይቭ እብል ኣለኹ ኣብዚ ድማ ልዕሊኡ ቢፎር ዘ ዴድላይን ሕጂ ርኣይዎ እዚታት እንድሕር ኣሎ ሽዑ ኢለ ብትግርኛ ኣየእቱን እየ ኣየእቱን እየ ሕጂ ርኣይዋ እዚኣ ሂ ዊል ሃቭ ለርንድ ዘ ኢንታየር ሶንግ ባይ ትሞሮ እሱ ፅባሕ ነታ ምልእቲ ደርፊ ተማሂርዋ ክህሉ እዩ ተማሂርዋ ክህሉ እዩ ተማሂርዋ ሕሉፍ እዩ ተማሂርዋ ክህሉ እዩ ድማ መፃኢ እዩ ዞንካልና ዘሎ ተማሂርዋ ክህሉ እዩ ስለዚ ኣብዚ እሱ ሽዑ ጽባሕ ኣይብልን'የ ጽባሕ ተይለሲ ሽዑ ዘብል የብለይን እሱ ጽባሕ ነታ ምልእቲ ደርፊ ተማሂርዋ ኩሉ'ዩ he will have learned the entire song by tomorrow ኣብዚ ድማ ርኣዮ ንሕና ቅድሚ ኣብቲ ፌርማታ ምብጻሕና እታ ባቡር ተበጊሳ ክትህሉ እያ ተበጊሳ ማለት ፓስትንስ እዩ የስ ክትህሉ እያ ድማ

ቅድሚ ኣብቲ ፌርማታ ምብጻሕና እታ ባቡር ተበጊሳ ክትህሉ እያ። ኣነ ኣብ መወዳእታ ዓመት እኹል ገንዘብ ዓቑረ ክህሉ እየ። ሶ ኣይ ዊል ሃቭ ሴቭድ ኢናፍ ማኒ ኣብዚ እንታይ ይብል ኣለኹ ባይ ዘ ኤንድ ኦፍ ዘ ይር ባይ ዘ ኤንድ ኦፍ ዘ ይር ይብል ስለ ዘለኹ ሽዑ ትብል ቃል ኣይጥቀመላን እየ ብትግርኛ ሕራይ ኣነ ኣብ መወዳእታ ዓመት እኹል ገንዘብ ዓቑረ ክህሉ እየ ክህሉ እየ ብዛዕባ መፃኢ እየ ዝወንክእ ዘለኹ ዓቑረ ድማ ምዕቋር ካብ ዝብል ቃል እዩ ምዕቋር ዓቑረ ፓስተንስ ናቱ እዩ እስኻ ኣብ ዝመፅእ ዘሎ ዓመት ኣብ ዝመጽእ by next summer ኦህ ዓመት ጌረዮ ሶሪ እስኻ ኣብ ዝመጽእ ዘሎ ሓጋይ ዝብል ኣፊዚ ሓጋይ ሓ ሓጋይ ኣብ ዝመጽእ ዘሎ ሓጋይ by next summer እስኻ ኣብ ዝመጽእ ዘሎ ሓጋይ ሓሙሽተ ሃገራት በጺሕኻ ክትህሉ ኢኻ you know You will have traveled to five countries by next summer ስለዚ እስኻ ኣብ ዝመጽእ ዘሎ ሓጋይ ሓሙሽተ ሃገራት በጺሕኻ ክትህሉ ኢኻ በጺሕኻ ክትህሉ ኢኻ በጺሕኻ ፓስተንስ እዩ ሕሉፍ ክትህሉ ኢኻ ድማ መጻኢ ዝገልጽ እዩ ማለት እዩ እዚኣ ድማ ንረኣያ ኣብ ዝመጽእ ዘሎ ቀዳመ ሰንበት ኣሃ ኣብ ዝመጽእ ዘሎ ቀዳመ ሰንበት

ኣብ ዝመጽእ ዘሎ ቀዳመ ሰንበት እታ ጋንታ ሻምፕዮን ተዓዊታ ክትህሉ እያ። ኣብዚ ድማ እቶግማ ኣጋይሽ ቅድሚ ድራር ምቕራቡ ሕጂ ራይዎ እዚ ቢፎር ዘ ዲነር ኢዝ ረዲ ሶ ሽዑ ኣይብልን እየ ምክንያቱ ስፔሲፊክ ታይም እየ ዝገልፅ ዘለኹ ዘ ገስትስ ዊል ሃቭ ኣራይቭድ ጥራሕ ኢለ ነይረ ዝኸውን ሽዑ መእተኹላ ነይረ ሕጂ ግን ቢፎር ዘ ዲነር ኢዝ ሬዲ እቶም ኣጋይሽ ቅድሚ ቅድሚ ድራር ምቕራቡ በፂሓቶም ክህልውታ እያቶም ሪመምበር ድማ እዚ እዚ ናይ ፕሉራል ድማ ይንረስዓዮ ብዛዕባ ኣጋይሽ እንደ ዝዛረብ ዘለኹ ከምዚ ክብል ኣይክእልን እየ እቶም ኣጋይሽ ቅድሚ ድራር ምቕራቡ በጺሖም ክህልዉ እዮም ኣይበልን'የ በጺሖም ክህልዉ እዮም ንሓደ ዓቢ ሰብኣይ ስለዚ ሓደ ጋሻ ኣይኮንኩ ሓደ ጋሻ ነይሮም ተዝኾኑ ሓደ ዓቢ ጋሻ የነው እቶም ጋሻ ቅድሚ ድራር ምቕራቡ ቅድሚ ድራር ሬዲ ምዃኑ ማለት እዩ ቅድሚ ድራር ምቕራቡ በጺሓቶም በጺሖም ክህልው እዮም ምበልኩ ነይረ ኣብዚኣ ምናልባት ክሊር ክገብራ እዚኣ እቶም ኣጋይሽ ቅድሚ ድራር ቅድሚ ድራር ምቕራብና ዋላ ክገብረ የድሓን ቅድሚ ድራር ምቕራቡ እቲ ጋይሽ እቶም ኣጋይሽ ኣይኮኑን እቲ ድራር ድራር ድራር ክቕረብ ከሎ ማለት እዩ ዲ ወን ዲነር ኢዝ ቢፎር ዘ ዲነር ኢዝ ሬዲ ሕጂ እቶም ኣጋይሽ ቅድሚ ድራር ምቕራቡ ወይ ቅድሚ ድራር ምቕራብና ቅድሚ ድራር ምቕራቦም ነው ቅድሚ ነቲ ይቕሬታ ድጊመ እንታይ ከነጽረልኩም እየ እቶም ኣጋይሽ ቅድሚ ድራር ምቕራቡ ድራርሲ ሰባት እዮም ሬዲ ዝገብርዎ ምሽ ሰባት እዮም ዝቕርብዎ ሶ ቅድሚ እቲ ድራር ምቕራቡ በፂሓቶም ክህልውታ እያቶም ቅድሚ ድራር ሳዊ ክህልው እዮም ማለት እዩ በቲ ልሙድ ዘረባና እንታይ ኢና ንብል ኣዘራርባና እቶም ኣጋይሽ ቅድሚ ድራር ምቕራቡ በፂሖም ክህልው እዮም ን በጺሓቶም ክህልዉታ እያቶም እዛ ኣይንረስዕ ምክንያቱ እተን ኣጋይሽ ተልና ድማ ደቂ ኣንስትዮ እተን ኣጋይሽ ቅድሚ ድራር ምቕራቡ በጺሓተን ክህልዋታ እያተን ምበልና እስከ ኣብ ከለኹ እንታይ ኣለዎ ካብ ትህኪት ክንደግማ ኢና እዚኣ ብናይ ደቂ ኣንስትዮ ገይረ እቶም ኣጋይሽ ዘይኮነ እተን ኣጋይሽ ክብለ እተን ኣጋይሽ ምክንያቱ ዘይክብል ከለኹ ዘ ገስትስ ክብል ከለኹ ደቂ ተባዕትዮ ጥራሕ ክኾኑ ይኽእሉ እዮም ደቂ ኣንስትዮ ጥራሕ ክኾና ይኽእላ እየን እተን ኣጋይሽ ቅድሚ ድራር ምቕራቡ በፂሓተን በፂሓተን ክህልዋታ ክህልውታ ዘይኮነ ድማ ክህልዋ ክህልዋ ኢለ እታ ወስኸላ ክህልዋታ እያቶም ዘይኮነ ድማ እያተን

ክበፅሑ ክበፅሑ ገብረ እዚኣ ስፐሊን ተጋጊየ ፀኒሐ እሳቶም ኣብዚ ክበፅሑ እንከለዉ ንሕና ነዚ ገዛ ኣፅሪናያ ክንህሉ ኢና ንሕና ነዚ ገዛ ኣፅሪናያ ክንህሉ ኢና እዚኣ እታ ቀንዲ ናና ፊቸር ፐርፌክትንስ ዘላ ንሕና ነዚ ገዛ ኣፅሪናያ ክንህሉ ኢና ማእስ ንሳቶም ኣብዚ ገዛ ክበጽሑ ከለዉ፣ ንሳቶም ኣብዚ ክበጽሑ ከለዉ፣ We will have cleaned the house by the time they get here ንሳቶም ኣብዚ ክበጽሑ እንከለዉ፣ ንሕና ነዚ ገዛ ኣጽሪናዮ ክንህሉ ኢና፣ ኣጽሪናዮ ክንህሉ ኢና፣ ቅድሚኦም ማለት እዩ እቲ ኣክሽን። ሶ ኣብዚ ኣብ ክንዲ ንሳቶም ድማ እሳተን ክብል ስለ ዝኽእል ኣብዚኣ ድማ ንእግረ መገደይ ከይተሃኮኹ እዚኣ ክሰርሓልኩም እየ እሳተን እብል ድማ ኣብዚ እሳተን ኣብዚ ክበፅሓ ክበፅሓታ ኣሃ ኣብዚኣ እውን ጌጋ ጌርና እሳቶም ኣብዚ ክበፅሑታ ኣይገበርኩላን እንከለውታ ብዙሕ ነገር ረሲዐ ነዚ ገዛ ኣጽሪናዮ ክንህሉ ኢና እሳቶም ስለ ዝበልና ኣብዚ ኣብዚ እሳቶም ኣብዚ ክበጽሑታ ክበጽሑሲ ንሓደ ዓቢ ሰብኣይ እዩ ክበጽሑታ ክንብል ኣለና እንከለዉ ድማ ንሓደ ሰብኣይ እዩ እሳቶም ኣብዚ ክበጽሑታ እንከለዉታ ፐርፌክት ትግርኛ እዩ እዚ ንሕና ነዚ ገዛ ኣጽሪናዮ ክንህሉ ኢና ንሕና ነዚ ገዛ ኣጽሪናዮ ክንብሉ ኢና እሳተን ኣብዚ ክበጽሓታ እዚኣ ድማ ክበጽሓታ እንከለዋታ ክበጽሓታ እንከለዋታ ንሕና ነዚ ገዛ ኣጽሪናዮ ክንህሉ ኢና እዛ ንሕና ነዚ ገዛ ኣጽሪናዮ ክንህሉ ኢና ኣይትቕይርን እያ ጥራሕ ናታተን ሳብጀክት ቨርብ ኣግሪመንት ክህልወና ዘለዎ እሳተን ኣብዚ ክበፅሓታ እንከለዋታ ክብል ኣለኹ እሳተን ኣብዚ ክበፅሓታ እንከለዋታ እሰን ኣብዚ ክበጽሓ ከለዋ እብል ንዓባይ ሰበይቲ እሰን ኣብዚ ክበጽሓ ከለዋ ha not ንብዙሓት ንሳተን ኣብዚ ክበጽሓታ እንከለዋታ ንሕና ነዚ ገዛ ኣጽሪናዮ ክንህሉ ኢና እሳቶም ኣብዚ ክበጽሑታ እንከለውታ እሶም ኣብዚ ክበጽሑ ከለዉ ኣይኮናን ናቶም ሰብ ሰብኣይ ዓቢ ሰብኣይ ነይሮም ተዝኾኑ እሶም ኣብዚ ክበጽሑ ከለዉ ምበልና ሕጂ ግን ብዙሓት እዮም ንሳቶም ንሳቶም ኣብዚ ክበጽሑታ እንከለዉታ ንሕና ነዚ ገዛ ኣጽሪናዮ ክንህሉ ኢና all is translated as we will have cleaned the house by the time they get here ተረዲእናኹም ከሆና ተስፋ ገብር ጠጥዕሙ ሰሰናዩ ንዓኻትኩም እሞ ቪድዮና ኣብዚ ወዲና ኣለና see you on my next video